ሃሌሉያ ኢየሱስ ክርስቶስ ጎይታ እዩ ስም ኣምላኽ ይባረኽ እቲ ክሳብ ኣብዚ ዝረድኣና ኣምላኽ ስሙ ይባረኽ ሃሌሉያ በዚ ኣምላኽ እዚ ባህ ዝበሎ ዝተሓጎሰ መንፈስ እግዚኣብሔር ጎይታ ኣብ ማእከልና ኣሎ ስሙ ይባረኽ ሃሌሉያ ደስ ዘብል በቃ መንፈሱ ደስ ዘብል መንፈስ ዘጸናንን ዘሕድስ ዘበርትዕ መንፈስ ኣብ ማእከልና ስለ ዝለቐቐ እግዚኣብሔር ስሙ ይባረኽ ኣብ ማእከልና ስለ ዝገበረ ስሙ ይባረኽ ንቃሉ ስለ ዘየበቀቀልና ኣምላክ ስሙ ይባረክ ሃሌሉያ ለቲና ሓፍተይ ሓራ ሓፍተይ ጎይታ ባርክን ብጣዕሚ እግዚኣብሔር ሲ ኩሉ ግዜ ኣብ ስርሑ እዩ ኣሜን ሃሌሉያ እግዚኣብሔር ኩሉ ግዜ ኣብ ስርሑ እዩ ንሱ ዘይጋገ ኣምላክ ሃሌሉያ ሕጂ ውን እግዚኣብሄር ብቃሉ ክበጽሓና ስለ ዝፈተወ ንሱ ዝበሎ ከኣ ስለ ዝኸውን ንክነመስግኖ ኢና ሃሌሉያ ኣብ ቅድሚኡ ክንቀርብ ኢና እግዚኣብሄር ክረድኣና ምእንቲ ነቲ ዝተባህለ ቃልሲ ኣብቲ ዝድለ መጠን ክነ ክንቅበሎ በቃ ከምቲ ሓረስታይሲ ክሓርስ ወፈረ ኢሉ በቃ ዘርኡ ክዘርእ ከሎሲ ገሊኡ ኣብቲ ጫፍ ገሊኡ ከኣ ኣብ እሾኽ ገሊኡ ኣብ መንገዲ እዩ ጌርዎ ሓደ ግን ኣብ ጽቡቅ ሜረት ኔሩ ኢሉ እቲ ኣብ ጽቡቅ ሜረት ዝዘርኤ ሰብኣይ ንሱ ሰላሳ ሱሳ ሚእቲ ፈረየ ኢሉ እቲ ሓደ ግና ምንም ክፈሪ ኣይከኣለን እግዚኣብሄር ኣብ ልብና ሎሚ ሃሌሉያ ዝፈሪ ቃል ስለ ዝህበና ስሙ ይባረኽ ንሕና ውን ከምቲ ዝግባእ በቃ ከምቲ ጽቡቅ ሜረት ዝተባህለ ከምኡ ልብና ነቲ ቃል እግዚኣብሄር ሃሌሉያ ኣንትቦ ለቲና ሓፍተይሲ ከምኡ ትብል ነይራ ሃሌሉያ ሎሚ እግዚኣብሄርሲ እግዚኣብሄር ንዓይ ዝብሎ ቃል ኣለዎ ኢላ ንዓይ ዝበሎ ነገር ኣለዎ ኤንወይ በቲ ጸሎት ይኹን በቲ መዝሙር መልእኽተይ ንሱ እዩ ነይሩ እግዚኣብሄር ሎሚ ኣብ ማእከልና ስለ ዘለኻ ስምካ ይኽበር እብላ ኣለኹ ስምካ ኣብ ማእከልና ክትገልጾ ስለ ዝፈቶኻ ተመስገን እብል ኣሎኹ። ንነፍሲ ወከፍና ዝኸውን እግዚኣብሄር ንምጽንናዕ፣ ንፈውሲ፣ ንምትሳእ፣ ንምቕናዕ፣ ንምብርታዕ፣ ንምጉያይ፣ ንምግልጋል ዝኸውን ቃል ስለ ዝህበና ሎምዓንቲ ምጽንናዕ ስለ ትገብር ኣብ ማእከልና የመስግነካ ኣሎኹ። ጎይታ ሆይ ንስኻ ዓቢ ኢኻ እሞ ዝተረፈ ግዜና ንስኻ ተረከቦ። መንፈስካ ይረከቦ። ኣብዚ እተገልግል ንስኻ ኢኻ መንፈስ ቅዱስ። ስጋን ደምን ንዓኻ ኣየገልግለካን እዩ ኣቦ ንዓኻ ዘገልግለካ ህያው መንፈስካ እዩሞ ህያው መንፈስካ ኣብ ነፍሲ ወከፍና ክልቀቅ እጽሊ ኣለኹ እቲ ዘድልየና ዘበለ ዝምህር መንፈስካ ኣብ ውሽጥና ሎሚ ክዓዪ ከዘክረና ክምህረና ክምዕደና ንሱ ክረትዓና ምእንቲ እግዚኣብሔር እጽሊ ኣለኹ ብሽም የሱስ ከምኡ ለትገብር ተባረኽ ኣቦ ዓቢ ኣምላኽ ኢኻ እሞ ተመስገን። ሓንቲ ፍረ ስርናይስ ኢሉ ኣብ ምድሪ ምስ ተዘርአት፣ ሓደ ሒዛ ጥራሕ ኣይኮነትን ትመጽእ፣ ብዙሕ ፍረ ሒዛ እያ ትመጽእ። ሃሌ ሉያ! ምኽንያቱ ሓደ ሓረስታይ ክዘርእ ከሎሲ፣ እቲ ዝዘርኦ ዘርኢ ኣዝዩ ውሑድ እዩ፣ እቲ ዝሓፍሶ እቶት ግና ኣዝዩ ብዙሕ እዩ። ኢየሱስ ክርስቶስ ጎይታ እዩ ሎሚ ከኣ እግዚኣብሔር ከኣ ልክዕ እቲ ቃለይ ኢሉ ኣሎ ቃሉ ኣባኻ ምስ ዓረፈ ንሱ ፍሪኡ ክመጽእ ከሎስ ብዙሕ ፍረ ኢኻ ክትፈሪ ብዙሕ ነገር እዩ ዘለዎ ከምቲ ሓንቲ ቃል ኣብ ውሽጥኻ ደስ ኢላትካ ትኸይድ ሓደ ነገር ባህ ኢሉካ ዝኸይድ ከምኡ ጥራሕ ኣይኮነን ክፈሪ ከሎ ብዙሕ እዩ ኣሜን ኣባና ክመጽእ ከሎስ ብዙሕ ኮይኑ እዩ ዝመጽእ ክበቂሉ ክመጽእ ከሎሲ ብጣዕሚ ብዙሕ ሰብ ሃሌሉያ ንብዙሓት ከማን ፈውሲ ንብዙሓት መግቢ ኮይኑ እዩ ዝትስእ ቃል እግዚኣብሄር ከምዚ እዩ ባህ ይበልካ ሃሌሉያ ጎይታ ስሙ ይባረኽ ሎማዓንቲ እግዚኣብሄር ኣብ ውሽጠይ ናዓይ ዝመሃረኒ ሓይሊ ዝኾነኒ፣ ዘጸናንዓኒ፣ ዘበርትዓኒ፣ ዘሕጎሰኒ፣ ደው ክብል ዝገበረኒ ቃል እግዚኣብሄር ኣብ ውሽጢይ ዝመሃረኒ ንሱ እየ ከካፍለኩም ማለት እዩ። እግዚኣብሄር ከኣ ነቲ ኣብ ውሽጢይ ሓጎስን ደስታን ዝገበረለይ ኣባኻትኩም ከኣ ዕጽፊ ጌሩ ከም ዝህብ ይኣምን እየ። ህያው መንፈስ ኣብ ማእከልና ስለ ዘሎ። ኢየሱስ ክርስቶስ ጎይታ እዩ። ሃሌሉያ ኣቀዲመ ቅድሚ እቲ ናብ ኣርእስቲ ምንጋረይ ሓደ ሰለስተ ክልተ ጥቅሲ ከንብበን እየ ካብኡ እንታይ ክብል ከም ዝደለኩ ከኣ እቲ ርእስተይ ክነገረኩም እየ ማለት እዩ ኣብ ኢሰያስ ሓምሳን ሰለስተን ኩልና ንዝክሮ ኢሰያስ ኣቀዲሙ ብዛዕባ ጎይታ ዝበሎ ማለት እዩ ብዛዕባ መከርኡ ዝተዛረቦ፣ ብዛዕባ ስቓዩ ዝተዘረቦ፣ ማዕረ ክንደይ ውርደት ተቐቢሉሲ፣ ኢሰያስ ብትንቢት ኣቐዲሙ ርእይዎ ማለት እዩ። ኣብቲ መጀመርታ ኣብ ሓምሳን ሰለስተን ኣብ ጥቕሲ ሓደ፣ ኢሰያስ ምዕራፍ ሰለ ሓምሳን ሰለስተን ጥቕሲ ሓደ እንታይ ኢሉ ጀሚሩ ዝገርም ነገርሲ፣ ነዚ ምስክርና መን ኣመኖ ቅልጽም እግዚኣብሄር ንመን ተጋህደሉ ኢሉ ማለት እዩ። ብድሕሪኡ። ንግስ ግዜና ስለ ንኸይድ ግዜ ናይቲ ግዜ ጎይታ ዝወረዶ መቅጻዕቲ ዝተሸከሞ መከራ ዝነበሮ መግረፍቲ ዝነበሮ ሕማም መዓት ኽንደይ ክሳብ ዘፈንፍን ዝገርም ነገር ከምቲ ኣብ ቅድሚኡ ገጾም ጎልቢቦም ተጎልቢቦም ገጾም ዝጠውዩ ኢልዎ ኣሎ በቃ ንምርኣዩስ ጸገም ማለት እዩ ገሊኡ ክትርእዮ ከለኻስ ከምዚ ኢልካ ትሓልፎ ክሳብ ክንድዚ መከራ ተቀቢሉ ኢልዎ በቃ ገጹ ነቲ ዝኾነ ነገር መታን ከይትርእዮሲ ገጽካ ጎልቢብካ ትሓልፈሉ ክሳብ ከምዚ ኔሩ መከራ ክርስቶስ የሱስ ኢልዎ ኣብቲ ትሕት ኢሉ ኣብ ጥቕሲ ዓሰርተ ሓደ እንታይ ኢሉ ኣሎ ጻማ ነፍሱ ክርኢ ክጸግብ ውን እቲ ጻድቕ ብፍልጠቱ ንብዙሓት ከጽድቕ ኣበሳኦም ድማ ባዕሉ ክጸውር እዩ ኢሉ ሃሌሉያ ጻማ ነፍሱ ክርኢ እዩ ክጸግብ እዩ እዚ መከራ ዝተቐበለሲ ጻማ ነፍሱ ናይቲ ዝወረዶ መከራ ናቱ ጻማስ ኣለዎ ኢሉ ክጸግብ እዩ ኢልዎ ባእ ንሱ ንብዙሓትሲ ኣበሰኦም ብፍልጠቱ መታን ከጽድቖምሲ ባዕሉ ኣበሰኦም ክጸውር ባዕሉ ብምርጭኡ ማለት እዩ። ብምርጭው ጎይታ ስለ ዘፍቀረናሲ ግበረልና ኢልናዮ ዘይኮነሲ ባዕሉ ብምርጭዩ ውርደት ነቲ ውርደት ተቀቢልዎ ሃሌሉያ ንሕና መታን ክንጸድቅ ሃሌሉያ ካብኡ ኣብ የውሃንስ ምዕራፍ ሓደ ኣብ የውሃንስ ወንጌል የውሃንስ ምዕራፍ ሓደ ዓሰርተ ክልተ ዘሎ ነቶም ዝተቀበልዎ ኣብ መዝሙር ኩሉ ይበሃል ኔሩ እዩ ዝገርመኒ ነገር ማለት እዩ ነቶም ዝተቀበልዎ ዘበሉ ኩሎም ብስሙ ንዝኣመኑ ግና ውሉድ ኣምላክ ክኮኑ መሰል ሃቦም ኢሉ ንሳቶም ከኣ ካብ ኣምላክ እምበር ካብ ደም ወይ ካብ ፍቃድ ስጋ ወይ ካብ ፍቃድ ሰብኣይ ዘይተወልዱ እዮም ኢሉ ማለት እዩ ሃሌሉያ ኣብ ቀዳማይ ዮውሃንስ ምዕራፍ ሰለስተ ሓደ ነገር ኣብ መጨረሽታ ክትሕዘኩም ስለ ዘሎ ስለ ዘሎኒ እየ ቅልጥፍ ቅልጥፍ ኢለ ዘንብቦ ዘለኩ። ኣብ ቀዳማይ ዮሃንስ ምዕራፍ ሰለስተ ጥቕሲ ትሽዓተ እውን እንታይ ኢሉ ኣሎ? ካብ ኣምላኽ እተወልደ ዘበለ፣ ዘበለ፣ ዘርኡ ኣብኡ ይነብር እዩ እሞ፣ ሓጢኣት ኣይገብርን፣ ካብ ኣምላኽ ስለ እተወልደ ሓጢኣት ኪገብር ኣይኰነሉን ኢሉ። ሃሌ ሉያ! ስም ኣምላኽ ይባረኽ። ኣብ ኢሰያስን፣ ኣብ ኢሰያስ ሓም ዒስራ ሓም ሱሳን ሓሙሽተን፣ ኣብ ሮሜ ኣብ ምዕራፍ ዓሰርተ እውን ባዕሉ ሓደ ዓይነት ቃል ኣለዋ። ነቶም። ዘይደለዩኒ ተረኸብኩሎም ኢሉ፣ ነቶም ዘይሓተቱለይ ከኣስ ተገለጽኩሎም። ነቶም ዘይደለዩኒ ተረኸብኩሎም፣ ነቶም ዘይሓተቱለይ ከኣስ ተገለጽኩሎም ኢሉ። ስም ኣምላኽ ይባረኽ። ኣብታ መጀመርታ ዘንበብኩዋ ቅልጽም እግዚኣብሄር ንምስክርና መን ኣመኖ ቅልጽም እግዚኣብሄርሲ ንመን ተጋህደሉ ኢሉ። እቲ ዝገርም ሎማዓንቲ በዚ ነገር እዚ ባህ ክብለኩም ማለት እዩ ቅልፅም እግዚኣብሔር ፍልጠት እግዚኣብሔር ሓሳብ እግዚኣብሔር መኽሪ እግዚኣብሔር ኣጀንዳ እግዚኣብሔር ብርታዔ እግዚኣብሔር ሲ ኣባና ኣብቶም ዝተቐበልዎ ኣባና ተጋሂዱ እቲ ዝገርም ነገር ማለት እዩ መን ኣመኖ ኢሉ መን ኣመኖ ነዚ ምስክርናስ መን ኣመኖ ዝበሎ ቃልሲ ኣባኻ ግና ተጋሂዱ ኣባይ ግና ተጋሂዱ ምኽንያቱ ኣቐዲመ ኣብቲ ናይ ዮሃንስ እንታይ ኢለ ኣለኹ እቶም ዝተቐበልዎ ዘበሉ ነዚ ውርደት እዚ ዝተዋሪዱ ዝነበረ ውርደት ጎይታ ዝተቐበልዎ ዘበሉስ ኢሉ ኣሎ ብስሙ ንዝኣመኑ መሰል ተዋህቦም ውሉት ክኾኑስ መሰል ሃቦም ኢሉ መሰል ሃቦም። ካብ ኣምላኽ ስለ ዝተወልዱ ኸኣ ኢሉ፣ ሓጢኣት ኪገብሩ ኣይኰነሎምን እዩ። እግዚኣብሄር ምሕረቱ ስለ ዝበዝሓልና፣ ጸግኡ ስለ ዝበዝሓልና፣ ነዚ ቅልጽም እግዚኣብሄርሲ፣ ኣታ ኣይገርመኩምን? ቅልጽም እግዚኣብሄርሲ ኣባኻ ተጋሂዱ። ኣባና ተጋሂዱ ማለት እዩ። ሓሳብ እግዚኣብሄርሲ፣ ምኽሪ እግዚኣብሄር፣ ኣጀንዳ እግዚኣብሄርሲ ኣባይን ኣባኻትኩምን ተጋሂዱ ማለት እዩ። ስለዚ ኣብ ኢሰያስ ክብሎ ዝደለኹ እንታይ እዩ ብኸመይ ዝበለ መከራ ኢና ንሕና ውሉድ ክንከውን መሰል ክህልወና ሰብ ስልጣን ክንከውን ደጋጊማ ትብላ ኔራ ዓንደቦይ ለቲና ስልጣን ኣለኒ ትብል ኔራ በቃ ሰብ ስልጣን ክንከውን ሰብ መሰል ክንከውን ብርቱዓት ክንኮይና ክንከውን ሓያላት ክንከውን ካብቶም ሰዓርቲ ኣዚና ንበልጽ ሰባት ክንከውንሲ ብኸመይ ዝበለ ክቡር ዋጋ ተኸፊሉልና ጻማ ነፍሱ ክኣ ክርኢ እዩ ኢሉ ዝገርም ነገር ኣነ ንስኻትኩምንሲ ጻባ ነፍሱ ኢና ማለት እዩ ናይቲ መከራ ጥራሕ ተቐቢሉስ ኣይኮናን ንሕናስ ጻሙ ኢና ፍሪኡ እዩ ዝበልዓልና ማለት እዩ ብኣይን ብኣኻትኩምን ጎይታ ስሙ ይባረኽ ስለዚ እቲ ክብሎ ዝደለኹ ንሕና ብጐይታ እንታይ ምዃንና ስለ ዝኣመኑ፣ ቁሩብ ነገር ብኸመይ ዝበልና ከም ዝመጻእና ከረድእ ስለ ዝደለኹ እየ ናብቲ ቀንዲ ኣርእስተይ ክሓልፍ። ናይ ሎሚ ኣገልግ ናይ ሎሚ ኣርእስተይ እንታይ እዩ ዝብል፣ ከም መተዓይይቲ ወይ ከም ኣገልገልቲ ኣምላኽ ምምልላስ ወይ ምንባር ዝብል ማለት እዩ። እግዚኣብሄርሲ ንዓናስ ኣብዚ ምድሪ እዚ ሓደ ነገር ኣቐሚጡልና ኣሎ፣ መተዓይይቲ ኣምላኽ፣ ከም ኣገልገልቲ ኣምላኽ ምምልላስ፣ ምንባር። ሃሌሉያ! ማርቆስ ብዛዕባ የሱስ ክዛረብ ከሎ ኣብ ምዕራፍ ሓደ እንታይ ኢሉ ኣሎ? የሱስሲ ከምቶም ጸሓፍቲ ፈሪሳውያን ዘይኰነሲ፣ ስልጣን ከም ዘለዎም ይምህሮም ነበረ ኢሉ። ስልጣን ከም ዘለዎሲ ይምህሮም ኔሩ እቶም ጸሓፍቲ እቶም ካህናት እቶም ፈሪሳውያን ስልጣን ዶ ኣይልዎም እዩ ንሳቶም ካህናት ኢና ኢሎም ዝፈልጥዎም ማለት ዝተዋህቦም ነገር ኔሩ እዩ የሱስ ግን ኢሉ ኣሎ ከም በዓል ስልጣንሲ ይምህሮም ኔሩ ኢሉ ብኡ ከኣስ ኣዝዮም ተገረሙ ኢሉ ስለዚ እቲ ዝገርም ነገር በዓል ስልጣን ስለ ዝኾነ ብኣጀንዳ ስለ ዝመጸ ጎይታ ብዕላማ ኣብዚ ምድሪ እዚ ስለ ዝመጸ ንዓና ንምድሓን ስለ ዝመጸ ንዓና ንምትዕራቕ ምስ ኣቦ ስለ ዝመጸ እግዚኣብሄር ብመደብ ስለ ዘምጽኦ እግዚኣብሄር ስለዚ ብመደቡ ክገብር እንድሕሪ ኮይኑ ብስልጣን ክመላለስ ኔርዎ ብስልጣን ክዛረቦ ኔርዎ ንመልእኽቱ ማለት እዩ ኣነ ንስኻትኩምን ከኣ ኣብዛ ምድሪ እዚኣ መስ ዓይተ ኣምላኽ ከም ኣገልገልቲ ኣምላኽ ኴንና ክንመላለስ እንድሕር ኾይንና፣ ኣገልጋሊ ኣምላኽ እየ ጥራሕ ዘይኮነሲ፣ ኣገልጋሊ ኣምላኽ እየ፣ ውሉድ ኣምላኽ እየ ጥራሕ ኣይኮነን፣ በበይኑ እዩ። ውሉድ ኣምላኽ እየ ምባልን ከም ውሉድ ኣምላኽ ምምልላስን በበይኑ እዩ። ከም ውሉድ ኣምላኽ ምምልላስን ውሉድ እየ ምባልን ከም በዓል ስልጣን፣ ስልጣን ዘለዎ ሰብ እንድሕሪ ኣብቲ ስልጣኑ ምንም ዕዮ ዘይዓዪ ኮይኑ ምንም ኣይኮነን ማለት እዩ። ስለዚ ከም በዓል ስልጣን ምምልላስን በዓል ስልጣን እየ ምባልን በበይኑ እዩ። ኢየሱስ ክርስቶስ ጎይታ እዩ። ስለዚ ሓደ ንኣብነት ብዝርድኣና ነገር ማለት እዩ ብዝርድኣና ነገር ዶክተር እንድሕሪ ኮይኑ በቪሳ ኣለዎ መርኣዪ ዘርእዮ፣ ዶክተር ምኻኑሲ ዘርእዮ ናቱ በፊት ዘርእዮ ነገርሲ ኣለዎ ፕሩፍ ኣለዎ ናቱ ማለት እዩ ኣለዎ ከርእዮ ዘለዎ ጠለብ ኣለዎ ማለት እዩ ንሕና ከኣ እቲ ዝገርም ነገር ዋላ ሓራ ሓፍተይ ዓትበይ ትብል ኔራሲ ብሰማያዊ በቲ ናይ ሰማይ ዝኾነ ምኽሪ ኣምላኽሲ ኣይ መሰል ተዋሂብና ኢዩ ኣብዛ ምድሪ እዚኣ መሰል ኣለና ኣጀንዳ ኣሎና ፍቃድ ተዋሂቡና ኢዩ ማለት ኢዩ ዕዮ ኣምላኽ ክንዓዪ ምኽሪ ኣምላኽ ክንዛረብ ከም ፍቃድ ኣምላኽ ክንከይድ ከም ኣገልገልቲ ኣምላኽ ከም ኣብ ልዕሊኦም ኣገ ሓደ ስልጣን ዘለዎም ሃሌሉያ ሓደ ኣብ ትሕቲ ሓደ መራሒ ኣብ ልዕሊኡ እንድሕር ስልጣን ኣለዎ በቲ ናይቲ ልዕሊኡ ዘሎ ኣካይዳ ንሱ ብዝኣዘዞ ኢዩ ዝመላለስ ማለት ኢዩ። ካብ ገዛእ ርእሱ ነታ ዝተዋህበቶ ምሕደራ ኣይመሓድርን ኢዩ። ብልዕሊኡ ዘሎ ንዕኡ ፈለዉ እንዳገበረ ኢዩ ዘመሓድር ማለት ኢዩ። ንሕና ከኣ እግዚኣብሄር ስሙ ይባረኽ ናይዚ ሰብ መሰልሲ ጌሩና ማለት ኢዩ። ሰለ ስለዚ ንሕና። ከምዚ ንእሽተይ መሰል ኣይኮናን ተዋሂብና። ኣብዚ ምድሪ እዚ ሃዋርያ ጳውሎስ ክዛረብ ከሎ ከም ኣምበሳድራት ከም ኣምበሳድር ኢምባሲ ናይ ሓንቲ ንኣብነት ናይ ስቫሬ ኢምባሲ ኣብ ኖርወይ ክትሰርሕ እንድሕር ኮይና ፍቓድ ኣለዋ። በቲ መንግስቲ ኣብ ኖርወይ ዘላ ናብ ኣብ ስዊድን ዘላ እያ ብኡ መሰረት እያ ትማላለስ ማለት እዩ ንሕና ኣብዚ ምድሪ እዚ ካብ ሰማይ ዝኮነ እምባሳድራት ኣብዚ ምድሪ እዚ ዘለና ናይ እግዚኣብሔር ናይቲ ሰማያዊ ዝኮነ ናቱ መሰል ስለ ዘለና እዩ ማለት እዩ ጎይታ ስሙ ይባረክ ስለዚ ነዚ ነገር እዚ ሰማያዊ መምርሒ ንሕናሲ ብሰማያዊ ፍቃድ ዝተቀበልናዮ እንተዘይኮይኑ ብስጋን ደምን ዝተቀበልናዮ ፍቃድ የብልናን። ከመይ ጌርና ሕጂ በዚ ነገር እዚሲ ከምኡ ኴንና ክንመላለስ ግን ግዴታና እዩ ማለት እዩ። ምኽንያቱ ከምኡ ኴንና ንኸይንመላለስ ዝገብረና ብዙሕ ነገር ስለ ዘሎ። ጐይታ ንዓይን ንዓኻትኩምን ክወልደና ኣብዚ ምድሪ እዚ ክንውለድ ከለና ብመከራ፣ ብጻዕሪ፣ ብሞት፣ ብመግረፍቲ፣ ብጭንቀት ስለ ዝወለደና ንሕና ከኣ ነቲ ንዓዮ መዕያይ ወይ ከኣ ነቲ ንኣምላኽ መትዓይቲ ክንኮኖ ንደሊ ንገብሮ ምግባር ወይ ከምኡ ክንነብር ዘይንደሊ ነገር ስለ ዘሎ ማለት እዩ። ከምቲ እግዚኣብሄር ዝበለና ብኡ ክንመላለስ ዘይደልየና ነገርሲ ኣሎ ማለት እዩ። ስለዚ ነዚ ነገር እዚ ብኸምኡ ከመይ ጌርናስ ክንከይድ ንኽእል? ከምቲ እግዚኣብሄር ንዓና ዝበለና ማለት እዩ። ጎይታ ስሙ ይባረኽ። ኣገልግሎትና ከምቲ ዝግባእ ኣብ ቅድሚ እግዚኣብሄር፣ ሃሌሉያ፣ ከምቲ ዝግባእ ኣብ ቅድሚ እግዚኣብሄር መታን ክፈሪ ፍረ መታን ክረክብ በቃ ፍረ መታን ክረክብ እግዚኣብሄር ዝቡኡ መታን ባህ ዝበሎ መታን ክኸውን ማለት እዩ ሃሌሉያ ስለዚ ንሕና ኣብዚ ምድሪ እዚ ኩልና ከም ቃል ኣምላኽ ዝበለና ማለት እዩ ስደተኛት ከም ከም ሓደ ስደተኛታት ደኣምበር ኣብዚ ምድሪ እዚ ኣብ ዮሃንስ ኣብታ መጀመርታ ክበሃል ክብል ከሎ እንታይ እዩ ካብ ፍቃድ ሰብኣይ ወይ ካብ ፍቃድ ሰበይቲ ወይ ካብ ደም ዝኒሕና ዝተወለድና ኣይኮናን ብሓሳብ ኣምላኽ ምኽሪ ኣምላኽ ዝነበ ብመኽሪ ኣምላኽ ዝመጸና ኢና ማለት እዩ እግዚኣብሄርሲ ኣብ ኣጀንድኡስ መኽሪ ሲ ኔርዎ ብዛዕባና ብዛዕባ ነፍሲ ወከፍና እቲ ክንገብሮ ዝግብኣና ኣጀንዳ ኣቐሚጡ ማለት እዩ። ስለዚ እዚ ዝተቐበልናዮ ንዕኡ ብእኡ ኮይንና ክንመላለስ ከመይ ጌርና ንኽእል? እየሱስ ክርስቶስ ጎይታ እዩ። እቲ ሓሳበይ ተረዲኡኩም ይኸውን ምኽንያቱ ኣብ ንሙሴ ሓደ ነገር ኣይሁድን እየሱስን ዝተሰሓሒቶም እዮም ተሰሓሒቶም ብጣዕሚ። እቲኦም እንተ ሰብ ተስፋ ሰብ ቃል ዝነበሩ ዝጽበይዎ ዝነበሩ ንሶም እዮም ዝገርም ነገር ግን ምስ የሱስ እዮም ክከራኸሩ ጀሚሮም ተኸራኺሮም ንሕና ደቂ መዛሙርቲ ሙሴ ምዃንና ንፈልጥ ኢና ንስኻ ካበይ ከም ዝመጻኻ ኣይንፈልጥን ነቲ ሓቂ ነቲ ቃል ብዘይ ምንባብኩምሲ ትጋገዩ ኣለኹም ኢሎም ምኽንያቱ ኩሉ እቲ ሙሴ ዝበሎ ብዛዕባይ እዩ ዝዛረብ ኔሩ ስለዚ ተሰሓሒፎም ተሰሓሒቶም ውሉድ ኣብቲ ንሳቶም ሕሩያት ወለዶ ምዃኖም ደቂ እስራኤል ክሳብ ሕጂ እዮም ዝፈልጡ። ብኸምኡ እዮም ከኣ ኣጀንድኦም ብከምኡ እዩ ኣጀንዳ ኣምላኽሲ ከምኡ እዩ ከኣ። ግን ተስ ስሒቶሞ ነቲ ምኽሪ ኣምላኽሲ ስሒቶሞ ነቲ ኣጀንዳ ኣምላኽሲ ስሒቶሞ ነቲ ሓሳብ ኣምላኽሲ ብምስሓቶም ሰዓለዮም ማለት እዩ ወዲቖም። ኣነ ንስኻትኩምን ግና እግዚኣብሄር ነዞም ርሑቓት ዝነበረናሲ እንታይ ኢሉ እዩ ኣብቲ ኢሳያስ እንታይ ድዩ ኢሉ ነቶም ዘይ ነቶም ዘይ ሓተቱለይ ንዖኦም ተገለጽኩሎም ኢሉ ነቶም ዘይ ደለዩኒ ከኣ ተረኸብኩሎም ንሕና በቃ ዘይ ደለ ዘይ ደለናዮ ርሑቓት ዝነበርናሲ ንሕና ኣህዛብ ስለ ዝነበርና ማለት እየ ንዓና ግና ኣባና ተጋሂዱ ኢየሱስ ክርስቶስ ጎይታ ስሙ ይባረኽ ስለዚ ኣብ ኩሉ ንገብሮ ንሕና ኣብ ህይወትና እቲ ኣርእስተይ እንታይ እዩ ከም ኣማዓየይቲ ኣምላኽ ወይ ከም ኣገልገልቲ ኣምላኽ ምምልላስ ምንባር ወይ ከኣ ኣብኡ ጸኒዕካስ ምንባር። ኣብቲ እግዚኣብሄር ዝበለካስ ምንባር። ኣጀንዳ ንኣብነት ንለቲና ሓፍተይ ናብ ሓደ ቦታ እንተ ትለኣኽ ነይራ በዚ ናይ እዚ ሕብረት ደረጃሲ እንታይ ኣኸ ተላኢኻስ ክፈልጥ ኣለዋ ብግዲ ልኡኻ ክተብጽሕ እንድሕር ኮይና መልእኽታ ክተብጽሕ እንድሕር ኮይና ሲ ካብዚ ዝተባህለቶ ሒዛ ክትከይድ ኣለዋ እምበር ልእኽተያ ኮይንካ ጥራሕ ምኻድሲ ኣይከኣልን እዩ ማለት እዩ ክትከይድ ትኽእል እያ ግን ጥራሕ እያ ትምለስ እንታይ ከም ዝበለት ኣይትፈልጥን እያ። ስለዚ ኢየሱስ ክርስቶስ ጎይታ እዩ። ንሕና ከም ምኽሪ ኣምላኽ ዘለዎም ሰባት ክንዘራረብ ከሎና እዚ ንምንታይ እየ ኣብ ውሽጠይ ተማሂረሉ ከም ኣገልጋሊ እንድሕሪ ኣብ ነፍሲ ወከፍ ስጉምታትካ እንድሕሪ ሓሲብካ ወይ ከም መተዓየዪ ኣምላኽ እንድሕሪ ፈሊጥካያ ንርእስኻ ማለት እዩ ብኹሉ ነገር ኢኻ ጥንቁቕ ማለት እዩ ጥንቁቕ ኢኻ ትዛረቦ ክትዛረብ ከለኻሲ ምኽሪ ኣምላኽ ተቐቢልካ ከም ትዛረብ ዘለኻ ኢኻ ትፈልጥ ማለት እዩ። ይርድኣካ እዩ። ክትኸዶ መንገዲሲ እቲ ትኸዶ ዘለኻ መንገዲሲ እግዚኣብሄር ዝበለካ ድዩ ኣይኮነን ተሰሓሒትካ ኣይኮንካን ትኸይድ። በቲ እግዚኣብሄር ዝበለካ ብኡ ክትከይድ እንድሕር ኮንካ ተልእኾ ከም ዘለዎ ሰብ ኮንካ ኢኻ ትኸይድ ማለት እዩ። ስለዚ ኣብ እግዚኣብ ኣብ ንሕና ኣብ ኣብ ሲምሶን፣ Simpson፣ ከም እንዝክሮ ማለት እዩ ሰለስተ ግዜ እዩ ወዲቑ ኣብቲ መጀመርታ እቲ ዘውድቖ እንታይ እዩ እቲ ዝገርም ነገር ናቱ ኣዝዩ ዘገርመኒ ነገር እንታይ እዩ ሲምሶን መጀመርታ ናብቲ ካብቲ ቦታ ናይ እስራኤልሲ ናብ ዘይግብኦ ስፍራ እዩ ከይዱ ናብቲ ናይ ፍልስጤማውያን ቦታ ናብ ቲምና ናብኡስ ወረደ እዩ ዝብል ኣብኡ ከኣ ጽቡቓት ኣዋልድ ርእዩ፣ ካብኤን ከኣ ተመነየ፣ ሰበይቶም ክትኮና ሰበይቱ ክትከውን ከኣ ነቦኡስ ኣምጻለይ ኢልዎ። ስለዚ ስጉምታቱስ እንታይ እዩ ጌርዎ፣ ገደብ ክግበረሉ ዝግብኦ ክስጎሞ ዘይግብኦ ስጉምቲ ሰጒሙ ስምሰሞ። ብምስጋሙ ከኣስ እንታይ እንታይ ዕንወት ኣምጺኡ ኣብ ህይወቱ ከኣስ ንፈልጦ ማለት እዩ። ሰለስተ ግዜ ናብ ናይ ስፍርኡ ዘይኮነ ቦታ ምስ ከደ ሓንቲ ኣመንዝራ ዝነበረት ፈትዩ ይብል። ኣብ መጨረሻ እታ ዘቕተለቶ ጨጉሩ ኣሕሊፋ ዝሃበቶ ስም ምኽንያቱ ስግምቱ ክስጉሞ ዘይክእል ዘይግብኦ ስፍራ እዩ ነጢሩ ከይዱ ማለት እዩ። ከም መትዓይይቲ ኣምላኽ ከም ኣገልገልቲ ኣምላኽ ከም ምኽሪ ኣለዎ ኣምላኽ ዘለዎም ሰባት ክንጥሕሶ ዘይብሉ ስፍራ ከም ዘለናስ ክርድኣና ጽቡቕ እዩ። ምኽንያቱ እንድሕር ተረዲእና ተረዲእና እንድሕር ንኸይድ ኣለና ኮይና፣ ናበይ ንኸይድ ኣሎና? ክንጥሕሶ ዘይንኽእል ቦታ ከም ዘሎስ ክርድኣና እዩ ማለት እዩ። ኢየሱስ ክርስቶስ ጐይታ እዩ። ተደባሊቕናስ ኣይኮንናን ንነብር። ብትኽክል ኣብዛ ዓለም እዚኣስ ኣሎና። ግን ንሕናሲ ከም ሓደ ንእሽቶይ ኣብዚኣ እግዚኣብሔርሲ ፍቓድ ሂቡናስ ከም ኤምባ ሰማያዊት ኤምባሲ ከም ዘለትና ኢና ነገልግል ማለት እዩ። በቲ ሰማያዊ ነገር ኢኻ እንምራሕ። በዚ ናይ ምድሪ ነገርሲ ኣይንምራሕን። ኢየሱስ ክርስቶስ ጐይታ እዩ። ስለዚ እግዚኣብሄር ስሙ ይባረኽ ነዚ ዓቢ ጸጋ እዚ ኣባና ስለ ዘቐመጦ ማለት እዩ። ዓርቢ ዝነበርኩም ትዝክሩ ኢኹም ሳምሪ ክምህረና ከሎ እንታይ ይብላ ኔሩ ብዛዕባ ነብያት ክዛረብ ክምህረና ከሎ ኣበየናይ ፖዘሽን ኣሎሲ ኮንካ ትንበዮ ኣለኻ ንሓደ ነገርሲ ኣገዳሲ እዩ ኢሉ። ኣበይ ኣለኻ ኣበይ ኩንካ ኢኻ ትዛረቦ ዘለኻ ንሕና ኻሲ ኣበይ ካብ መን ኢና ጎይታ ኽዛእ ኣብዚ ምድሪ እዚ እንኮሎ እንታይ ኢሉ ኣሎ ኣነ ካብ ገዛእ ርእሰይ ምንም ኣይገብርን እየ ኣቦይ ዝበሎ ንሱ እየ ዝገብር ኢልዎም ንደቁ መዛሙርቱ የእዛነይ ከኣ ንሱ ዝተዛረቦ ጥራሕ እየን ዝሰምዓ ንኻልእ ክሰምዓ ኣይኮናሉን እየን ኢልዎም ስለዚ እግዚኣብሄር ዝበሎ እየ ዝገብር ካብኡ ፍቃድ ካብኡ ወጻኢ ግን ኣይስጉምን እየ ማለት እዩ ኣየለን ኣይከይድን እየ ስለዚ ኣበይናይ ኣበይናይ ፖዚሽን ኣብቲ ጎይታ ዝበለና ኣብኡ ኮይንና ክንዓይይ ከሎና ኢና እቲ ነስልጥ ብዙሕ ነገር ከኣ ንፈሪ ማለት እዩ ኢየሱስ ክርስቶስ ጎይታ እዩ ስለዚ ንኣምላኽ ኣብ መንፈስናን ነፍስናን ስጋና ንኣምላኽ ባህ ዘብል መስዋእቲ ክነቕርበሉ ኸኣ ንኽእል ማለት እዩ። እግዚኣብሄርሲ ብኹሉንትናና ኢና ነፍቅሮ። እዚ ስጋናስ ብስጋና፣ መንፈስና፣ ነፍስና ኩሉስ ብሓደ ንእግዚኣብሄር ህያው መስዋእቲ ጌርና ኢና ነቕርብ። እዚ ኸኣ መዓልታዊ ማለት እዩ። ኢየሱስ ክርስቶስ ጐይታ እዩ። ኣብዚ ንሰምዓሉ ነገር እግዚኣብሄር ካብ ቃሉ ወጻኢ ምንም ኣይዛረብን እዩ ቃሉ እዩ ዝልእኽ ማለት እዩ እግዚኣብሄር ቃሉ እዩ ንሕና ከኣ ቃሉ ኢና ንሰምዕ እንድሕሪ ሓደ ነገር ከምቲ ዓንተይ ባይ ኣቀዲመ ዝበልክዎ እንታይ ነይሩ ናይቲ ልዕሊኡ ዘሎ ናቱ ብእኡ ናቱ ምስኡ ኮንታክት ኣለዎ ኩሉ ግዜ እቲ ታሕተዋይ ንሕና ከኣ ኮንታክት ንገብሮ እቲ ናይ እግዚኣብሄር ንመንፈስ ኣምላኽ ጥራሕ እዩ ንምሕረት ኣምላኽ ነቲ ቃል ኣምላኽ ጥራሕ ኢና ፎሎው ንገብሮ ካብኡ ወጻኢ ሲ የለን ማለት እዩ ኢየሱስ ክርስቶስ ጎይታ እዩ እቲ ዝገርም ነገር ኣብ መዓልትና ኣብ ሂወተይ ምስክር ኣነ እየ ማለት እዩ ዕስራን ኣርባዕተን ሰዓታት ኣለዋና ሲ ዕስራን ኣርባዕተን ሰዓታት ኣለዋና ዓሰርተ ደቂቅ ኣብ ቅድሚ ኣምላኽ ብምንብርካኽካ መዓልትኻ ትገዝእ እቲ ዝገርም ነገር ዓሰርተ ደቒቕ ኣብ ቅድሚ ኣምላኽ ንኣምላኽ ግዜ ሂብካ ኣብ ቅድሚኡ ምንብርካኽካሲ መዓልትኻ የግዝኦ። ዕግርግር ዝፍጠር ዝነበረ ትገዝኦ ማንያቱ ኣብ ቅድሚኡ ብምቕራብካ ቃል ኣምላኽ ኣብ ቅድሚ እግዚኣብሄር ቃል ኣምላኽ ንግዜ ብምሃብካ ኣነስ እብላ ኣለኹ ሰዓት ኣይበልኩን እኮ። ዓስር ኣነ ብህይወተይ ምስክር ስለ ዝኾንኩ እየ ማለት እየ ዓሰርተ ሓሙሽተ ደቂቅ ንእግዚኣብሔር ኣብ ቅድሚኡ ቃል ኣንቢብካ እግዚኣብሔር ዝብለካ ዝስእኖ ነገር የለን ኣለዎ ዝብለካስ ኣለዎ ማለት እዩ ስለዚ ኢኻ ከምታ ቀዲመ ሓንቲ ቃል ኣብ ውሽጥኻ ምስ ተረፈት ብዙሕ ኮይና እያ ትፈሪ እዚ ነገር እዚ ክንኣምን ኣሎና። መጽሓፍ ብምልኡ ስለ ዘይሸምድድናዮ፣ ከምዚ ስለ ዘይገበርናዮስ፣ እግዚኣብሄር እቲ ዘድልየና ቃል ይዛረብ፣ ንሱ ኸኣ በዚሑ ይፈሪ ማለት እዩ። ኢየሱስ ክርስቶስ ጐይታ እዩ። ስለዚ እዚኣ ኣዘክርዋ፣ ሓንቲ ዓሰርተ ደቒቕ ኣብ ቅድሚ ኣምላኽ ምንብርካኽናሲ፣ ሳምሪ ብዙሕ ግዜ ኢሉ ኣሎ። ኣብ ቅድሚ ዝፋን ኣምላኽ ምቕራብሲ ካልእ ኣየድልየካን እዩ ኢሉ በቃ ምብርክኽ ክትብል ከለኻስ ኣብ ዝፋን ኣምላኽ ትኣቱ ዶ ኣብ ቅድሚ እግዚኣብሄር ምብርክኽ ምባልካሲ መዓልትኻ ይገዝእ መዓልትኻስ ተግዝኦ ኣይገርመኩምን እታ ዓሰርተ ደቒቕ ብዘይ ምሃብና ከኣ መዓልትኻ ይዝረግ። ሰላምካ ይዝረግ ሂወትካ ይዝረግ ብዙሕ ነገር ክተስልጦ ክተቕንዖ ዝግብኣካስ ኣንቱም ብሩኻት ኢየሱስ ክርስቶስ ጎይታ እዩ ኣምላኽ ኣይንዕቅን እዩ በልዎ ሃሌሉያ ኣምላኽሲ ኣይንዕቅን እዩ ክንደይ ግዜ ሂብካኒ ክንደይ ግዜ ንምንታይ ሰብ እዩ ዝጸባጸበካ ክኸውን ዝኽእል እምበር ኣምላኽ ኣይኮነን ኣብ ቅድሚኡ ክትመጽእ ከለኻሲ ነታ ትደልየኒ ነፍስስ ይርከበላ ኢሉ ቃል ኣምላኽ ይርከብ እዩ ኢየሱስ ክርስቶስ ጎይታ እዩ። ሃሌሉያ ስለዚ እዩ ኣብ ነዚ ነገር እዚ ብዙሕ ግዜ ዓወት ናትና ስልጣን ናትና ንሕና ከም ኣጀንዳ ኣምላኽ ንሕና ካብ ኩሎም ሰዓርቲ ውሉድ ኣምላኽ ጌሩና መሰል ጌሩና ንሕና ካህናት ኣምላኽ ጌሩና ብዙሕ ክንብል ከለናሲ ከምዚ ብቀሊል ነገር ዝመጸ ዋጋ ኣይኮነን ኣሜን ንሕና ክንነብሮ ከለና ከኣ ብተራ ናብራ ኣይኮናን ንነብሮ ብተራ ከም ዘይተወለድና እንድሕሪ ተረዲእና፣ ብተራ ክንነብር ከኣ ከም ዘይንኽእል ክንፈልጥ ክንክእል ኣለና። ምኽንያቱ ምዕያይ ዕዮ ኣምላኽ ዝጸልእ ኣብዛ ምድሪ ከኣ ኣሎ። ሓሳብ ኣምላኽ ከኣ ዝጸልእ ከኣ ኣሎ። ነቲ ሓቂ'ሲ ግጉይ እዩ ዝብል'ሲ ኣሎ። ስለዚ ብቀሊል እዚ ኣይኮነን ናይ ዓወት ዝኾነ ነገር ክትሰምዕ ከለኻ ደስ ኢልካ እዩ ትወጽእ ኣብቲ ኩናት ክትኣቱ ከለኻ ግን ሽዑ ከመይ ከመይ ይሰማምዓካ እቲ ማዕበል ክመጽእ ከሎ ከመይ እዩ እቲ ነቲ ማዕበልሲ ከመይ ኢኻ ሽዑ ትቅበሎ ጎይታ ግን ሓደ ነገር እዩ ንሎ ኢየሱስ ክርስቶስ ጎይታ እዩ ንደቂ መዛሙርቱ ኣብ ምዕራፍ ዓሰርተ ኣርባዕተ ዮውሃንስ እንታይ ኢልዎም ክኸይድ ቅድሚ ምስ ደቂ መዛሙርቱ ክፋኖ ከሎ ናይ ምፍናው ክዛረቦም ከሎ እንታይ ኢሉ ኣሎ ሓደ ነገር ኢልዎም ኣብ መጀመርታ ልብኹም ኣይሸበር ብኣምላኽ እመኑ ብኣይ ክኣስ እመኑ ኢሉ። ልብኹም ኣይሸበር፣ ብኣምላኽ እመኑ፣ ብኣይውን እመኑ ኢሉ ማለት እዩ። ኣነ ስፍራ ከዳልወልኩም እኸይድ ኣሎኹ፣ እቲ ስፍራ ምስ ኣዳሎኹልኩም፣ መጺኤ ክወስደኩም፣ ንስኻትኩም ኣብቲ ኣነ ዘሎኹዎ፣ ኣብኡ ንስኻትኩም ክትህልዉ ምሳይ ስለ ዘሎኩም፣ መጺኤ ክወስደኩም እየ ኢሉ። ሃሌ ሉያ! ስለዚ ነዚኣ ተስፋ እዚኣ ንሕና ኣብዚኣ ምድሪ እዚኣ ዘለትና ተስፋ ሓንቲ ነገር ጥራሕ እያ ጎይታ ክመጽእ እዩ ብክብሪ ትብል ጎይታ ክግለጽ እዩ ሎሚ ኢሉ ሃዋርያ ጳውሎስ ክዛረብ ከሎ ከም ዋግዋጎ ንርኢ ኣለና ጽባሕ ግን ፊት ንፊት ንዕኡ ከኣ ከም ንመስል ክንፈልጥ ኢና ኢሉ ልክዕ ንጎይታ ከም ንመስል ሲ ክንፈልጥ ኢና ምስ ተጋህደ ንሱ ምስ መጸ ማለት እዩ እዚ ስጋና እኮስ ክልወጥ እዩ ናብቲ ዘይሓልፍ ኢሉ። ሃሌሉያ! ስለዚ ነዛ ተስፋ እዚኣ፣ ነዛ ተስፋ እዚኣ፣ ኣብኣ ጸኒዕካ ነቲ እግዚኣብሄር ዝበለካ፣ ከምቲ ዝግባእ ነታ ዘለኻያ መንግስቲ፣ ነታ ዘለትካ ዝሃበካ እግዚኣብሄር ሂቡካ ዘሎ ምኽሪ ወይ ኣጀንዳ ንዓኣ ከይትዓዩ ግን፣ ንዓኣ ከይትዓዪ ግን ብጣዕሚ እዩ ዝቃለስ ማለት እዩ። ስለዚ እዩ ጎይታስ እንታይ ኢልዎም? ልብኹም ኣይሸበር ብኣምላኽ እመኑ ብኣይ እመኑ ኢሉ ክመጽእ እየ ክወስደኩም እየ ኢልዎም ሃሌሉያ ክመጽእ እየ ክወስደኩም እየ ንዓይ እኳ እንተ ዘይኣመንኩምሲ ነዚ ስለቲ ግብርታቱ ምኽንያቱ እቲ ሰለስተ ዓመት ዝገበርዎ ምስ ጎይታሲ ታዕሊም ዕሊሞም ታዕሊም ተዓሊሞም እዮም ሃዋርያት ምዉት ከም ዝትሳእ ፈሊጦም ስለዚ ዓንድበይ ዋላ ትብል ኔራሲ ሓንቲ ቃል ደኣ እምበር ተዛረብ ወደይ ክሓዊ እዩ ከም ዝሕዊ ፈሊጦም ዘይከኣል ከም ዝኽእል ፈሊጦም ማዕበላትን ባሕርን ንፋሳትን ከም ዝእዘዝዎ ርእዮም ኩሉ ርእዮም እዮም ታዕሊምሲ ተዓሊሞም እዮም ማለት ኢየሱስ ክርስቶስ ጎይታ እዩ እግዚኣብሔር ኣጽኒዕዎም ግን እቲ ናይ ኣብዚ ምድሪ እዚ ክንሓልፎ ዝግብኣና ቀሊል ከም ዘይኰነ ስለ ዝፈለጠ ጐይታ እንታይ ኢልዎም? ልብኹም ኣይሸበር ብኣምላኽ እመጹ ክመ እመኑ ብኣይ እውን እመኑ ኢሉ ክመጽእ እየ ክወስደኩም እየ ክመጽእ እየ ክወስደኩም እየ ነቶም ሓሙሽተ ነቶም ሰለስተ መክሊቶም ክህቦም ከሎ ነቲ ሓደ ነቲ በዓል ክልተ ነቶም በዓል ሓሙሽተ ከኣ ኣብነት ክህብ ከሎ ከኣ ክመ ኸይዱ ነቲ ምክሊት ሂብዎም ምስ ከደ መጺኡ ከኣ ክጸባጸብ እዩ ኢሉ ሃሌሉያ ክመጽእ እዩ ጎይታ ሃሌሉያ ቤት ምስ ኣዳለወ ስፍራ ምስ ኣዳለወ ዕዮ ምስ ዓየ እግዚኣብሔር ኩሉ ፐርፌክት ምስ ገበሮ እግዚኣብሔር ፐርፌክት ይኮነን ማለት ኣይኮነን ግን ምስ ወደ ኣብቲ ምዱብ ግዚኡ እግዚኣብሔር ምስ መደቦ ሽዑ ክመጽእ እዩ ማለት እዩ ስለዚ ኣብቲኣ ዘለና ከመይ ኢልና ኣብታ ቦታናስ ንመላለስ እዚ ግን ክርድኣና ክእል ኣለዎ እቲ መልእኽተይ ቀንዲ እንታይ እዩ ኣገልጋሊ እየ ምባልን ከም እገልጋሊ ኣምላኽ ምምላስን በበይኑ እዩ። ኣዚኻ ኢኻ ጥንቁቕ። እቲ ዝገርም ነገርሲ ኣብዚ ኣብዚ ዘለናዮ ማለት እዩ ናይ ሓደ ንኣብነት ናይ ሓደ ቡቲክ እሞ ንውሰድ ዋላ ናይ ፓወር በልዎም ወይ እንዳ ቴለፎን ብዝኾነ ነገር ማለት እዩ ኩሉ ግዜ እቲ ውጽእ ክትብል ከለካስ ክትክል ክትብል ከለኻሲ ኣሎ ዝተለጠፈ ፈርኖይድ ዲኻ ኣይኮንካን ዲኻ ጠውቕ ዝብል ወይ ከኣ ቴለፎን እንድሕር ምስ ዝኾነ ነገር ካምፓንታት ምስ ዝኾነ እንድሕር ኣዕሊልካ ኣብ መጨረሽታ ኤሴሜኤስ ዝሰዱልካ መሰጅ ፈርኖይድ እንታይ ኢኻ ማለትስ ዕጉብ ዲኻ በቲ ስራሕና ዝብል ማለት እዩ። ማዕረ ክንደይ ነቲ ዘሎዎም ሞያሲ ምክንያቱ እቲ ቲልባ ክመልዲን ምስ መጹ ብጣዕሚ እዮም ዝቅበልዎ እዞም ዓዲ ቲልባ ክመልዲን ብጣዕሚ እዮም ዝፈትዉ ምክንያቱ ኣገዳሲ እዩ ንዕኦም ከመይ ይዓዩ ኣለዉ ኣብቲ ዕዮኦም ከመይ ይዓቢ ኣሎ እቲ ናቶም ኣገልግሎሲ ብጣዕሚ እዮም ኣነ ንስካትኩም ግን ድኣ ከመይ ክንጥንቀቅ ምፍላጥናሲ ጥንቁቃት ዝገብረና ክብል ስለ ዝደለኩ እየ ኣገልገልቲ ምዃንና ርእስና ቆሪጽና ክንከይድ ከለና፣ ፈሊጥና ክንከይድ ከለና'ሲ ኣበይ ቦታ ንርከብ፣ እንታይ ንዛረብ፣ ምስ መን ንዛረብ፣ ክንሓልፎ ዝግብኣናን ዘይግብኣናን ፈሊጥናን መሚናን ምምልላስ ክንጀምር ክንጅምር የኽእለና እዩ ማለት እዩ። ኢየሱስ ክርስቶስ ጎይታ እዩ። ስለዚ ጎይታ ከምዚ እዚ ነገር እዚ ኢልዎም ማለት እዩ። እዝን ተስፋታት ምስ ሃቦም እዚ እዚ ተስፋታት እዚ ምስ ሃቦም እንታይ ከም ዝገበረ ስለ ዝፈለጠ ንሱ ማለት እዩ እምበኣይ እንድሕር ኣሚንኩም ኢልዎ እምበኣይ እንድሕር ኣሚንኩም ኩሉ ኣብታ ምዕራፍ ዓሰርተ ኣርባዕተ ስለ ዘሎ እዩ ምዕራፍ ዓሰርተ ኣርባዕተ ወንጌል ዮሃንስ ብኣይ እንድሕር ደኣ ኣሚንኩም ብኣይ እንድሕር ደኣ ኣሚንኩምሲ ካብዚ ኣነ ዝገብሮ ዘለኹ ግብርታት ካብኡ ንላዕሊ እኳ ክትገብሩ ትኽእሉ ኢኹም ከምዚ ክትገብሩ ትኽእሉ ኢኹም ካብኡ ንላዕሊ እኳ ክትገብሩ ትኽእሉ ኢኹም ስለዚ ብዙሕ ግዜ ደቂ መዛሙርቲ ምስ ጐይታ ክኸዱ ከለዉ እንታይ ከም ዘጋጠሞም፣ ማዕበል ኣብ ቅድሚኦም ከም ዝመጸ፣ ነቲ ማዕበል እንታይ ከም ዝበሎ፣ ከጋጥም ዝኽእል እዩ። ብዙሕ ነገራት ርእዮም እዮም ማለት እዩ። እዚ ነገር እዚ ክትርእዩ ከለኹም ሓደ ክኸውን ከሎ ስልጣን ተው ሂበኩም ኣለኹ፣ መሰል ሂበኩም ኣለኹ፣ ነዚ ዘግዝእ፣ ነዚ ነገር እዚ ኣብ ትሕቴኹም ዝገብር ማለት እዩ። ኢየሱስ ክርስቶስ ጐይታ እዩ። ስለዚ ነዚ ተጠቀምሉ፣ ተጠቀምሉ እዚ ዝሃብኩም። ብእኡ ምንባርሲ ብእኡ ምንባር ተማላለሱ ምንባር ጀምሩ ካብኡ ንላዕሊ እኳ ድኣስ ክትገብሩ ኢኹም ኢሉ እቲ ዝገርም ነገር ግን ከምዚ ጥራሕ ኮንኩም እውን ኣይገደፍኩኹን በዚ ጥራሕ ተኣምራትን በዝን ጥራሕ ኣይገድፈኩምን እየ ኢሉ መጸናንዒ ከኣ ክሰደልኩም እየ ምናልባሽ እዚ ኩሉ ነገር እዚ ዋላ ተኣምራት ጌርካ ሓደ መዓልቲ ተስፋ ቁርጸት እንድሕር ሰይጣን መጺኡ ክወቕዓካ ጀሚሩሲ ነቲ ዝበልክዎ ዘበለ ዘዘክረኩም መንፈስ ምሳኹም ዝሓድር ዝነብር ንዘልኣለም ካባኹም ዘይፍለ መንፈስ ክሰድድ እየ ኢሉ በቃ ጎይታ ስሙ ይባረኽ ስለዚ ነዚ መንፈስ እዚ ከኣ ስምዕዎ ኢየሱስ ጎይታ እዩ ስለዚ ንሕና ኣብዚ ንምንታይ እየ ከምኡ ዝብል ዘለኹ እም ኣብቲ ምንባር ኣብነት ከምዚ ንግበር ከምዚ ንግበር ኢለ ጥራሕ መልእኽቲ ከመሓላልፍሲ ክትዛረቦ ከለኻ ቀሊል እዩ ኣምዚ ምስላ ናይ ኣቦታትና ምሻሎ ኣብ ኩናት ዘይወዓለ በሊሕ ዝብሃል ግን ማዕረ ክንደይ እዩ ጎይታስ ሬዲ ጌሩ እዩ ኣምጺኡና ክብል ስለ ዝደለኹ እየ ተራ ምንባርሲ ክንመላለስ ከለና ከም መዓይይቲ ኣምላኽ ክንመላለስ ከለናሲ ዝዋጋእ የለን ማለትሲ ኣይኮነን ዝቃለስ የለን ማለትሲ ኣይኮነን ዘጽብብ የለን ማለትሲ ኣይኮነን ዘጸብብሲ ኣሎ። ደቂ እስራኤል ን ንሙሴ ክልእኮሎም ከሎ እግዚኣብሄር ንሙሴ ክልእኮሎም ከሎ እግዚኣብሄር እንታይ ከም ዝገብር ይፈልጥ እዩ። እግዚኣብሄር እንታይ ክብል ከም ዘለዎ ይፈልጥ እዩ። እግዚኣብሄር ቃሉ እንድሕር ተዛሪቡ ኣብ ቅድሚኡ ባሕሪ ይገተር፣ ሰራዊት ይምጻእ፣ ፈርዖን ይምጻእ፣ ጎልያት ይገተር ንሱ ክኸውን ምዃኑ እዩ ዝፈልጥ እግዚኣብሄር ማለት እዩ። ንሙሴ ምስ ለኣኸሎም፣ ሙሴ ኣብ ቅድሚ ፈርዖን ሙሴን ኣሮንን ኣብ ቅድሚ ፈርዖን ምስ ቀረቡ፣ ምቕባል ምስ ኣበዮም፣ ፈርዖን ሓደ ነገር ኣዊጁ ማለት እዩ፣ ነዞም ደቂ እስራኤል ዝያዳ ካብቲ ዝነበሮም ክሰርሑ ክዓዩ መታን ክጸቦም ዓቕሎም መታን ከይጸብብ ነዚ ናይ ሓሶት መልእኽቲ መታን ከይቅበልዎ ኢልዎም። ኣይገርመኩምን ነቲ ሓቅሲ ሓሶት ገይርዎ። እግዚኣብሔር እኮ ከውጾም እኮ እዩ መጨረሻ እኮ ሰጒጎም እዮም ሰይዶሞም ሰጒጎሞም እዮም ውጹልና ካብዚ ምድርና ክሳብ ዝብሉ ማለት እዩ ነዚ መታን ከየቕልብሉ ከየስተውዕልሉ ለቲናሲ ገዛኢት ምዃና መታን ከይትፈልጥ ብርትዕቲ ምዃና ከይትፈልጥ ሲ ነጽብበላ ኣጀንዳ ዝእውጅ ነገርሲ ኣሎ። እግዚኣብሄር ግን እቲ ዝበሎ እዩ ዝኸውን ኣሜን እግዚኣብሄር ግን እቲ ዝሓሰቦ እዩ ዝኸውን ኣየናይ ይኹን ኣየናይ ኣይካወን ብዘየገድስ እግዚኣብሄር እንድሕር ኢልዎ ግን ንሱ እዩ ዝኸውን ሃሌሉያ ስለ ዝተባህለ ስለ ዝጸንሐ ጥራሕሲ ዝቕየር ኣርእስቲ ኣምላኽሲ የለን ዋእ ሰብ እኳ ቅድሚ ምኻዱ እዚ ከምዚ እንተጸኒሑኸ ከምዚ ኢሉ ፕላን ይገብር። እግዚኣብሄር ናይ እግዚኣብሄር ዝበሎ ከም ዝፍጸም ኣቀዲሙ እዩ ዝፈልጦ ኢየሱስ ክርስቶስ ጎይታ እዩ ስለዚ በዚ ነገር እዚ ባህ ይበለና እግዚኣብሄር ምሳና ስለ ዘሎ ሃሌሉያ ዳዊት እንታይ ኢሉ ኣሎ ኣብ ዓሰርተ ሸሞንተ ንሱ ንእዳወይ ውግእ ንቀላጽመይ ድማ ምግታእ ኣዝቲ ኣስራዚ ዘልመደን እዩ ኢልዎ። ኣላሚድወን እዩ። እግዚ የሱስ ኣብዛ ምድሪ ከሎ ንደቂ መዛሙርቱ ንደቂ መዛሙርቱ ኣላሚድዎም እዩ። ንሕና ከኣ ዝተላማመድናዮ ነገር ኣለና። ዝጠዓምናዮ ነገር ኣሎና። ስልጣን ናይ ኣምላኽ ምዃና፣ እግዚኣብሄር ንሱ ከም ዝበሎ ከም ዝፍጸም፣ ንሓደ ዕላማ ከም ዘምጽኣና ዝፈለጥናዮ ነገር ኣሎና። ንሱ ንእዳወይ ውግእ ንቓላጽመይ ከኣ ምግታእ። ቀስቲ ኣስራዚ ዘልመደን እዩ እግዚኣብሔር ዘልመደና ነገር ኣሎ ብኡ ከኣ ክንማላለስ ኢና ኢየሱስ ክርስቶስ ጎይታ እዩ ሃሌሉያ ስለዚ ንምንታይ እየ እዚ እታ ኣርእስተይ ከም መታዓይቲ ኣምላኽ ከም መገልገልቲ ኣምላኽ ምንባር ወይ ኣብኡ ምምልላስ እያ እታ ቀንዲ ኣርእስተይ ማለት እዩ ስለዚ ነዚ ኩሉ ቀሊል ነገር ከም ዘይከውን፣ እግዚኣብሄር ግን ኣብ መጨረሽትኡ ከኣ ነቲ ንሱ ዝበሎ ዝኽልክሎ ከም ዘየልቦ ከኣ። ኢየሱስ ክርስቶስ ጐይታ እዩ። ነዛ ተስፋና እዚኣ ክነጽንዓ እግዚኣብሄር ይደሊ እዩ። ተስፋ ነዛ ተስፋ እዚኣ ማለት እዩ። ንዓኣ ከኣ ክነጽንዓ ዘይደሊ ስለ ዘሎ እዩ እዚ ኩሉ ዝብል ዘለኹ ማለት እየ ንዓኣ ክነጽንዓሲ መሰል ከም ዘለዎም ሰባት ከም ዝኾንና ክፈልጥ ክንፈልጥ ዘይደሊ ጸላኢ ከም ዘለናሲ ክንፈልጥ በቃ ከም ለባማት ኮይና ኢና ክንመላለስ ኢየሱስ ክርስቶስ ጎይታ እዩ ስለዚ እግዚኣብሔር ረዳኢና እዩ ብክቡር ዋጋ ከኣ እግዚኣብሔር ዝተኸፍለልና ስለ ዝኾነ ተኸፊሉልና እዩ ሃሌሉያ ኢየሱስ ክርስቶስ ጎይታ እዩ። ሃሌሉያ ስለዚ ከምዚ ኢሉ ክገድፈና ስለ ዘይደለ ኣምላኽ ስም ይባረኽ ኣብ መጨረሽታ ኣብ መጨረሽታ ኣብ ናይ ሃወርያ ጳውሎስ ዝበላ ብዛዕባ እዚ ነገር እዚ ዘርዚሩ ዝተዛረባ ነገር ኣላ ማለት እዩ ኢየሱስ ክርስቶስ ጎይታ እዩ ኣብ ካልኣይ ቆሮንጦስ ክንከይድና ኢየሱስ ጎይታ እዩ ንኹሉ ነገር ኣነጺራ ተርእየና መልእኽቲ ማለት እዩ። ኣብ ካልኣይ ቆረንጦስ ምዕራፍ ሽዱሽተ እዚኣ ሕልፍ ሕልፍ ኢለ ጽቡቕ ጌረ ከንብባ እየ እታ ቀንዲ መልእኽተይ ስለ ዝኾነት ኢየሱስ ክርስቶስ ጎይታ እዩ። ጸጋ ኣምላኽ ንኸንቱ ከይትቕበሉ ንሕና መተዓይይቲ ኴንና ንምዕደኩም ኣሎና። ብቕብልቲ ግዜ ሰማዕኩኻ ብመዓልቲ ምድሓንካ ረዳእኩኻ ይብል እዩ እሞ እንዮ እታ ቅብልቲ ግዜ ሕጂ እያ እንዮ እታ መዓልቲ ምድሓን ሕጂ እያ። ኣገልግሎትና ምእንቲ ከይጽረፍ ንሓደ እኳ ብገለ መዓንቀፊ ከቶ ኣይንህብን ኢና። ብኹሉ ከም ኣገልገልቲ ኣምላኽ ርእስና ነርኢ ኣሎና እምበር፣ ብብዙሕ፣ ብትዕግስቲ፣ ብመከራ፣ ብጭንቀት፣ ብጸበባ፣ ብመውቃዕቲ፣ ብማእሰርቲ፣ ብጋሮ፣ ብጻዕሪ፣ ብምንቃሕ፣ ብጾም፣ ብንጽህና፣ ብፍልጠት፣ ብዓቕሊ፣ ብለውሃት፣ ብቕዱስ መንፈስ፣ ተጉላባ ብዘይብላ ፍቕሪ፣ ብቓል ሓቂ፣ ብስልጣን ኣምላኽ፣ በጽዋር ጽድቂ ብየማነ ጸጋም፣ ብኽብርን ሕስራንን፣ ብኽፉእ ወረን ጽቡቕ ወረን፣ ከም መስሓቲ ግናኸ ሰብ ሓቂ ኢና ኢየሱስ ክርስቶስ ጐይታ እዩ። ሃወርያ ጳውሎስ ኣብታ መጀመርታ ነጥብ ዝበላ ጸጋ ኣምላኽ ንኸንቱ ከይትቕበሉ ንሕና እዚ ነገር እዚ እዚ ውልድነት ዝተዋሃብናዮ ኣብቲ መጀመርታ ዘንበብክወን ሰለስተ ጥቕሲ ማለት እዩ ናይ ኢሰያስን ናይ ዮውሃንስን ብኸመይ ዝበልና ክቡሩ እዚ ጸጋ እዩ ጸጋ ከኣ ብኸምኡ ዝቕበል ማለት እዩ ብኸምኡ ዝወሃብ ጊፍት ምንም ጻዕሪ ናትና ዘይብሉ ናትና ነገር ዘይተሓወሶ ማለት እዩ እግዚኣብሔርሲ እዚ ነገር እዚ ብጻዕረይ ብቅልጽመይ ንብለሉ ነገር ዘይብልና ጸጋ እግዚኣብሔርሲ ኣባና ኣፍሲሱ ስለዚ እዚ ጸጋ እዚ ንኾንቱ ከይትቅበሉ ንሕና መትዓየይቲ ኣምላኽ ኴንና ንምዕድ ኣሎና ኢሉ በቃ እግዚኣብሔር ስሙ ይባረኽ እዛ ጸጋ ኣምላኽ እዚኣ እዛ ጸጋ ኣምላኽ እዚኣ ክብርቲ እያ ዋጋ ዝተኸፍለላ ብኽቡር ደም ዝመጸት ማለት እዩ ኢየሱስ ክርስቶስ ጎይታ እዩ ኣነን ንስኻትኩምን ግን ዋጋ ኣይከፈልናላን ዋጋ ዝኸፈለልና ጎይታ ኣሎ ሃሌሉያ ኣብ መስቀል ንሕና ርጉማት ተባሂልና ከይንጽዋዕሲ መርገም ኮይኑ በቃ መርገምና ዝወሰደ ኣይገርምን መርገም ወሲዱ ብፍታዉ ባዕሉ ኢሉ ባዕሉ ብፍልጠቱ ከጽድቆም ኢሉ ባዕሉ ምንም ናተይን ናትኩምን ሕዋስ ዘይብሉ ስለዚ እዚ እዚ ዋጋ እዚ እዚ ዋጋ እዚ ወሰኽ ኣየድልዮን እዩ ጎይታ ዝኸፈሎ ዋጋ ወሰኽ ኣየድልዮን እዩ እስከ ከምኡ በሉ ወሰኽ ኣየድልዮን እዩ ንዓይ ዝተኸፍለለይ ዋጋ እዚ ወሰኽ ኣየድልዮን እዩ ንሱ ብቑዕ እዩ ፍትው ንዑ ስምዕዎ ኢሉ ቃል ኣምላኽ በቃ እግዚኣብሔር ስሙ ይባረኽ ንዕኡሲ ስምዕዎ። ስለዚ ሃዋርያ ጳውሎስ እንታይ ኢሉ ኣሎ? ኣጎልጉሎትና ከኣ ምእንቲ ከይጽረፍ ኢሉ ንገለ እኳ ብገለ መዓንቀፊ ከቶ ኣይንህብን ኢና ኢሉ። ብኹሉ ከም ኣገልገልቲ ኣምላኽ ርእስና ነርኢ ኣሎና። ሽዑ ዘርዚርዎም ስቓያት ዘርዚሩ መከራ ብትዕግስቲ ብመከራ ጎይታ እንታይ ኢሉ ኣሎ ንደቂ መዛሙርቱ? ተምሃራይ ካብ መምህሩ ኣይበልጽን እዩ ኢሉ። ተምሃራይ ካብ መምህሩስ ኣይበልጽን እዩ። ንሕና በዚ ምድሪ እዚ እንሓልፎ መከራ፣ ብንሓልፎ ውርደት፣ ብዝንሓልፎ ብዙሕ ጻዕሪሲ፣ ክንድዚ ኣብ መስቀል ኣብ ክንዳና ዝተሰቕለልና፣ ዋጋ ዝተኸፍለልናስ ክንድኡስ ኣይከውንን እዩ። ስለዚ ተምሃራይ ካብ መምህሩ ኣይበልጽን እዩ። ገለ ነገር ንሓልፎ ኣብዛ ምድሪ እዚኣስ ኣሎ ጻዕርስ ኣሎ ግን ጎይታ ነቲ ዓለም እቲኣ ስለ ዝሰዓረ ኣነ ከኣ እስኻትኩም ከኣ ሲዒርኩም ኢኹም ስለ ዝበለና ኣይመልከናን እዩ ኢየሱስ ክርስቶስ ጎይታ እዩ ስለዚ ኣይመልከናን እዩ መከራ ኣይመልከንን እዩ ሃሌሉያ ሞት ኣይመልከናን እዩ ሃሌሉያ ሕማም ኣይመልከናን እዩ ኣይንመውትን ኢና ግን ኣይኮንኩን ዝብል ዘለኹ ሓደ መዓልቲ መጺኡ ናብ ዕረፍቲ ቦታ ከም ንኸይድ እዚ ቃል ኣምላኻዊ ስለ ዝኾነ ተስፋና ኸኣ ንሳ ስለ ዝኾነት ማለት እዩ ኢየሱስ ክርስቶስ ጎይታ እዩ ብማእሰርቲ ብምውቃዕ ብጋሮ ብጻዕሪ ብምንቃሕ ብጾም ብንጽህና በዚ ኹሉ ዘርዚርዎም ዘሎ ማለት እዩ በዚ ኹሉ ንርእስና ከም ኣገልገልቲ ኣምላኽ ነርኢ ኣሎና ዝበሎም ማለት እዩ ሽዑ ከም መስሓቲ ኢሉ ከም መስሓቲ ግናኸ ሰብ ሓቂ ኢና። ከም ዘይተበለጽና ግና ከኣ ኣጸቢቕና ፍሉጣት ኢና። ኢየሱስ ክርስቶስ ጎይታ እዩ። ኣጸቢቕና ግና ፍሉጣት ኢና። ከም ዝሞትና እንዮ ከኣ ህያዋን ኢና። ከም ቁጹዓት ንሞት ግና ኣይተወፈናን። ከም ግጉያት ግናኸ ኩሉ ሳዕ ሕጉሳት ኢና። ከም ድኻታት ንብዙሓት ግና ነጸጉ ኢና። ኩሉ ከሎናስ ሓንቲ ከም ዘይብልና ኮይና ንርኣ ኣሎና። ሃሌ ሉያ! ስለዚ ኩነታትን ሰይጣንን ዝብለና ኮምኡስ ኣይኮናን ንሕና ኮምኡ ኣይኮናን ኢየሱስ ክርስቶስ ጎይታ እዩ ንሕና ኮምኡ ኣይኮናን ንሕና ሓቂ ንሱ ጎይታ ምዃኑ ንሱ ኣብ ክንዳና ከም ዝሞተ ንሱ ንዓይ ከም ዝሞተለይ ንሱ መከራ ኣብ ክንዳይ ከም ዝተቐበለ ነዚ ምእዋጀይሲ ኣነ ሰብ ሓሶት ተባሂለ ክጽዋዕ ኣይክእልን እየ። ግን ሃዋርያ ጳውሎስ ኢሉ ኣሎ ሰይጣን እኳስ ኢሉ ሰይጣን እኮ ንባዕሉ ከም ከም ሓደ መልክኣኽ ጻድቕ ኮይኑ እንተ ተራእየሲ ነቶም ኣገልጎልቱ ነቶም ኣገልጎልቱ ከም ኣገልገልቲ ጽድቂ ኮይኖም ክረኣዩሲ ምንም ኣይኮነን እዩ እቲ ዝገርም ነገር ንሱ እኮ ከም ሰብ ሓቂ ከም ኩሉ ጌሩ እንተ ተራእየሲ ነቶም ዘገልገልዎ ግና ከምዚ ጌሩ እንተ ተራእዮም ከም ሰበኽቲ ጽድቂ ገይሩ እንተ እንተረኣየ ምንም ዘገድስ ዘገርም ነገር ኣይኮነን ዘደንቕ ነገር ኣይኮነን ምኽንያቱ ኣቐዲሙ ውዱቕ ከንሱሲ ንሱ ንገዛእ ርእሱስ ከም መልኣኽ ገይሩ ንገዛእ ርእሱስ ከርኢ ስለ ዝፍትን ማለት እዩ ኢየሱስ ክርስቶስ ጎይታ እዩ ስለዚ እቲ ሓሳበይ ድሕሪ ተረዲእኹምኒ ድሕሪኡ ምቕጻል ብዙሕ ኣየድልየንን እዩ ማለት እዩ ኢየሱስ ክርስቶስ ጎይታ እዩ። ሃሌሉያ እግዚኣብሔር ኡሙን እዩ ሃሌሉያ ሓደ ነገር ብዙሕ ግዜ ኣብ ግዜ መዓል ሃዋርያ ጳውሎስ መዓል ጴጥሮስ ክእሰሩ ከለዉ ሃዋርያት ብዙሕ መከራ ክወርዶም ከሎ ሲ መጺኦም ገሪፎም ንመዓል ጳውሎስ ማለት እዩ ሙት ኢሎም ገድፍዎም ኣብ ቤት ማእሰርቲ ይገድፍዎም፣ እቲኦም ኣብ ቤት ማእሰርቲ ዝገደፍዎም ግና መቓብዕ ተበቲኹ ኩሉ ተኸፋፊቱ ይወጹ፣ መትሓዚ ስኢኖምሎም፣ መትሓዚ፣ መትሓዚ ስኢኖምሎም፣ ኢየሱስ ክርስቶስ ጎይታ እዩ፣ ብብዙሕ ነገር ጽዒሮምሲ ሞይቱ ኢሎም ዝገደፍዎ ተሲኡ ጸኒሕዎ፣ ኣሲሮሞም ዝገደፍዎም ተኻፋፊቱ ጥራሓ ጸኒሓቶም ቤት እሱረት እታ እሱርቤት ዝነበሩላ ጥራሓ ጸኒሓቶም ሳብ ካልእ ሰብ ብኻልኡ ክብሉ ሰሚዐ ሽዑ መትሓዝ ምስ ሰኣኑሎም እንታይ ድዮም ኢሎም ኣብ ግብሪ ሃዋርያት ኣብ ምዕራፍ ሓሙሽተ በዚ ስም እዚሲ ናትኩምስ በቃ ንዖምስ ኣይከኣልዎምን ኣይከኣልዎምንሲ ናትኩምስ ባዕልኹም ትፈልጡ ሻሎም ናስኹምስ ኣይተገድሱ በቃ ኣይከኣልኩም ግን በዚ ስም እዚሲ ከይትሰብኩ ኢልናስ ኣምሪርና ዶ ኣይተዛረብናኩምን ኢሎም ዋእ ከመይ ጌርና ኣምሪርናሲ ኣይተዛረብናን ዶ መትሓዚሲ ሲኢኖምሎም ኣቐዲመ እንታይ ድየ ነይረ? እግዚኣብሄር እንድሕር ኢሉ ንሱ እዩ ዝኸውን። ማእሰርቲ ይምጻእ፣ መቓውሕ ይምጻእ፣ ሞት ምዉት ይኹን፣ ዝገርም ነገር ደድሕሬኻ እዩ ዝስዕብ፣ ኢየሱስ ክርስቶስ ጐይታ እዩ። ነቲ ዝሞተ ነገር እኮ። ነቲ ጭኑ ዝጨነወ ሬሳሲ እግዚኣብሔር እሙን እዩ ሃሌሉያ እንድሕር ንሱ ክኸውን ዘለዎ ኢሉ ንዝሞተ ዋላ እዩ ናብ ህሉው ዝገብሮ ራብዕቲ ዝረሳዕካዮ ዋላ እዩ ናብ ህያው ዝገብሮ ኢየሱስ ክርስቶስ ጎይታ እዩ ነቲ ዝረሳዕካዮ ምዉትሲ ናብ ህሉው ይገብር ማለት እዩ ስለዚ እግዚኣብሔር እሙን እዩ ማለት እዩ ንሕና ኣብቲ ንምት መልእኽተይ ኣብ መጨረሽታ ክውድእ ወድየ ኢየሱስ ክርስቶስ ጎይታይ መልእኽተይ እንታይ እዩ እቲ ዘለና ኣብ ዕዮ እግዚኣብሔር ከምቲ እግዚኣብሔር ዝበለና ብኡ ምርዳእ ምምልላስናሲ ኣዚና ጥንቁቃት ሰባትን እንታይ ከምዝንገብር ንፈልጥ ሰባትን ይገብረና እዩ። ዝመጸ ይምጻእ ከኣ እቲ እቲ ዝለኣኸ ንሱ እዩ ዝኸውን። ሃሌሉያ! እቲ ለኣኺ ዝበሎ ከም ዝፍጸምሲ ንሱ እዩ ዝኸውን። ኣየናይ ይጽናሕ ኣብ ቅድሜናስ ኣየገድስን እዩ። ሃሌሉያ! ስለዚ ንእግዚኣብሄር ኣብ ቅድሚ ኣምላኽ ክቡር መስዋእቲ ጌርና እነቕርበሉ ኣምላኽ ግና ንብእኡ ምጥንቃቕ ከድልየና እዩ ማለት እዩ። ኢየሱስ ክርስቶስ ጎይታ እዩ። ሓሳበይ ወድየ ኣለኹ። ኢየሱስ ክርስቶስ ጎይታ እዩ። ክንጽሊ ኢና። ሃሌሉያ! ክንጽሊ ኢና እግዚኣብሄር እሙን እዩ ነዚ ሞትና ዝሞተ ጎይታ ሃሌሉያ ንዑኡ ክንቅበሎ ይግባኣና እዩ ሃሌሉያ ነዚ መሰል ዝሃበና ጎይታሲ ሃሌሉያ ነዚ መሰል ዝሃበና ጎይታ ብቀደማይ ሳምሪ ክምህር ከሎስ ከምኡ እዩ ኔሩ እቲ ስምኦንሲ ኢሉ እቲ ስምኦን ሃሌሉያ ኢየሱስ ክርስቶስ ጎይታ እዩ እቲ ስምኦንሲ ጠንቋሊ ኔሩስ ኢልዎ ጠንቋሊ ኔሩስ ሽዑኡ እቶም ሃወርያት ዝገብርዎ ዝነበሩ ግብረ ሓይሊ ክርኢ ምስ ጀመረሲ ነቲ ግብረ ሓይልትስ ብሂግዎ ኢሉ በቃ ንዑኡ ክህብዎስ ብዋጋ ክዕድጎስ ደልዩ ሃሌሉያ እዚ ዝተዋህበና መሰል ውሉድነት ሃሌሉያ እግዚኣብሔር ንሱ ስሙ ይባረኽ ኣምላኽና ዓብይ ሃሌሉያ ሓንቲ መዝሙር ኣላ ንእሽተይ ክዝምር እየ በምሓርኛ እያ ግን ምስቲ ሓሳበይ ስለ ዝኸይድ።

ሃሌሉያ ኢየሱስ ክርስቶስ ጎይታ እዩ ሃሌሉያ እግዚኣብሔር ሲ ስቡሕ ሓርት ኣራዎ ሓብፂኻ ኣየናይ ፍረ ዘርኢ ኣብፂኻ ኣየናይ መስዋእቲ ኣቕሪብካስ ኩሉ ኢልዋ ኩሉ ናት እዩ ሃሌሉያ ካባይ ዝደልዮ እግዚኣብሔር ባሕ ዝብሎ መስዋእቲ ከቕርበሉ ምስ በልኩስ ሃሌሉያ ገዛእ ርእስኻ ወፍየለይ ኢልዋ ሃሌሉያ ኢየሱስ ክርስቶስ ጎይታ እዩ እታ መዝሙር ኮም እያ ትብል ብኣራውሕ ኣይኮነ እግዚኣብሔር ገዛእ ርእስኻ ደስ ዝብለኒ መስዋእቲ ከቕርበሉ ምስ ሓተትኩ ሃሌሉያ ሃሌሉያ ታዲያ እኔ ምንን ልስጠ ምንን ሰጥቼ ደስ ላሰኝ

ኣነን መገድን ሓቅን ህይወትን እየ ሃሌሉየይ ብዘይካይ ብጀካይ ከኣ ሓደ እኳ ናብ ኣቦ ክመጽእ ዝኽእል የለን ኢሉ በቃ መስዋእቲ እግዚኣብሔር ገዛእ ርእስኻ ምቕራብ ጥራሕ እዩ ሃሌሉያ ንገዛእ ርእስኻ ምውፋይ ሎሚ ኣቦ ይጽሊ ኣለኹ ብሽም የሱስ ኣባ ተባረኽ መንፈስ ቅዱስ ተመስገን ኣባ ናይዚ መኣዲ ዝጽዋዓ ስለ ዝገበርካና የመስግነካ ኣለኹ እግዚኣብሔር ነዚ ሕሩይ ወለዶ ናብዚ ሕሩይ ዋጋ ከፊልካ ዘምጻኻዮ ሃሌሉያ መኣዲ ሰማያዊ መንግስቲ ናብኡ ስለ ዝጸዋዕካና የመስግነካ ኣለኹ ስምና ኣብ መንግስትኻ ስለ ዝተጻሕፈ ስፍራ ስለ ዘሎና ናትና ቦታ ስለ ዘሎ የመስግነካ ኣለኹ ጎይታ ሆይ ተባረኽ እግዚኣብሔር ዓቢ ኣምላኽ ኢኻ እሞ ነመስግነካ ኣሎና እግዚኣብሔር ዓቢ እዩ ሃሌሉያ ጎይታ ስሙ ይባረኽ ሃሌሉያ እግዚኣብሔር ነዚኦም ኣብ ማእከልና ዘለዉ እስከ እግዚኣብሔር ጎይታስ የፍቅረኩም እዩ በልዎም። ሃሌሉያ! ኣነ ምንም ከም ዝመጽእ እንታይ ከም ዝመጽእ ኣይፈልጥን እየ ነይረ፣ እግዚኣብሔር ግን እሙን እዩ። ሃሌሉያ! ነቲ ዝተቐበለንስ ይብላሎስ እንታይ ኢሉ መሰል ይህቦ እየ ኢሉ። ሃሌሉያ መሰል እንድሕር ኣለካ ከዓ ወራሲ ኢኻ ኢሉ ቃል ኣምላኽ ሃሌሉያ ወራሲ ኢኻ ሃሌሉያ እግዚኣብሔር የፍቅረኩም እዩ ክሳብ ኣብዚ ዝረድኣኩም ኣምላኽ ስሙ ይባረኽ ክሳብ ኣብዚ ዝበፅሓኩም ኣምላኽ ስሙ ይባረኽ ሃሌሉያ ንደቂ እስራኤል ኮም ኢልዎም ኣሎ ንሱ በይኑ መርሖም ኢሉ ምስ ጓና ኣምላኽ ኣይነበረን በይኑ እግዚኣብሔር ዝመርሕ ቅልፁሙ እዩ ዝመርሕ ቅልፁሙ እዩ ዘሳግር ሃሌሉያ ኣብቲ በይንኻ ትኾነሉ ግዜ ምጽንናዕ ዝገብር ኣምላኽ እዩ። ሃሌሉያ! ኣለኹ ዝብልሲ ንሱ እዩ። በቃ ኣለኹ እቲ ዘለኹ እየ ዘለኹ ዝበለ ኣምላኽሲ ንሱ እዩ። ክሳብ ኣብዚ ስለ ዝረድኣኩም ስም ኣምላኽ ይባረኽ። ክሳብ ኣብዚ ስለ ዝበጽሓኩም ዘብጽሓኩም ኣምላኽ ስሙ ይባረኽ። ክሳብ ኣብዚ ስለ ዝረድኣና በልዎ። ክሳብ ኣብዚ ስለ ዘብጽሕካና ብጽባሕ ከኣ ኣይንጭነቕን ኢና በልዎ። ኢየሱስ ክርስቶስ ጎይታ እዩ። እግዚኣብሔር ክሳብ ኣብዚ ስለ ዘብጽሕካና ብጽባሕ ከኣ ጽባሕ ናይ መን እያ ናይ እግዚኣብሔር እያ ኣሜን ጽባሕ ናይ መን እያ ናይ እግዚኣብሔር እያ ናይ ካልእ ኣይኮነትን እግዚኣብሔር እዩ ዝገዝእ ካልእ ገዛኢ የለን ስለዚ ጽባሕ ከኣ ናትካ እያ ሃሌሉያ ንጽባሕ ከኣ ንእመነካ ትማሊ ተኣሚንናካ ኣብቲ ዘይስገር ኣስጊርካና ሎሚ ከኣ ኣሎኻ ምሳና ጽባሕ ከኣ ንእመነካ ሃሌሉያ ስለዚ ኣብ ክንዳኹም ኮይና ንእግዚኣብሔር ነመስግኖ። ኣሜን። ኣብ ክንዳኹም ኮይና ንእግዚኣብሔር ክብሪ ንህብ ኣሎና። እግዚኣብሔር ክሳብ ክንድዚ ስለ ዘፍቅረኩም በቃ ፍቁራት ስለ ዝኾንኩም ዋጋ ስለ ዝተኸፍለልኩም ስም ኣምላኽ ይባረኽ። ስለዚ ነዚ ጎይታ እዚ ሃሌሉያ፣ ነዚ ጎይታ እዚ ሓደ ነገር ኢሉ ኣሎ ንእግዚኣብሔር ኣብዛ ምድሪ እዚኣ ንዑ ክሕጉሶ ዘይደሊ ፍጡር መቸም የለን። እግዚኣብሔር እዚ እንታይ እንተጎበርኩ እየ ብኣይ ዝሕጎስ እንታይ እንተጎበርኩ እየ ባህ ዝብሎ እግዚኣብሔር ግን ቃሉ እዩ እንታይ ኢሉ ኣሎ ገዛእ ርእስኻ ቀርበለይ መስዋዕቲ ሃሌሉያ ጎይታ ስሙ ይባረኽ ስለዚ ካባኹም ዝደልዮ እግዚኣብሔር እንታይ እዩ መስዋዕቲ ገዛእ ርእስኹም ሃሌሉያ መስዋዕቲ ካልእ ኣይትቀበልን እግዚኣብሔር መስዋዕቲ ገዛእ ርእስኹም ግና ባህ የብሎ እዩ ስም ኣምላኽ ይባረኽ ናብቲ ዝተረፈ ግዜ ንሓልፍ ኢና